ሰላም ንዓኹም የሕዋት ንኣፍልጦና ማዕጾ ኢንስታል ክንገብር ከለና ወይ ክንገዝእ ከለና ኣፍልጦና ከመይ እዩ ማለት ክንገዝእ ከለና ስቂልና ድና ከይና ንገዝእ ዋላስ እንታይ ኢና ንገዝእ ንምፍላጥ ኩሉ ግዜ ከምዚ ትሪእዎ ዘለኹም ኣብዚ ቀሪበ ዘለኹ ማዕጾ ኢንስታል ዝኸውን እዩ So እቲ ናትና ኦፐኒን ማዕጾ ዝኽፈተሉ ናበይ ሸነኽ ኢና እንደልዮ? ንደገ ከም ዝኽፈት ዲና እንደልዮ ንውሽጢ ከም ዝኽፈት ሓደ ካልኣይ ከኣ ንየማን ከም ዝኽፈት ድዩ ዋላ ንጸገማይ ከም ዝኽፈት ብኸመይ ንፈልዮ ንዝብል ሕቶ ልክዕ ከምዚ ትርእይዎ ዘለኹም እዚ እቲ ሻርኔራ ንብሎ ናይ ዓድና ወይ ከኣ ሂንጅ ዝጽዋዕ ኣጸዋውዑ እቲ ሻርኔራ ዘለዎ ዳይሬክሽን ብድሕሪኡ ድማ እቲ መትሓዚ ናይቲ መፍትሕ ከምዚ እቲ ሃንድል ንዑ ሒዝናስ ናበይ ኢና ንኸፍቶ ሶ እቲ ናትና ክንፈልጦ ዘለና ዳይሬክሽን እቲ ማዕፆ መትሓዚ ናብ ማለት እዩ እቲ ናይ ዶርናፕ ወይ ከዓ ናይ መፍትሕ ንዑ ሒዝና ንፀጋም ዲና ንኸፍቶ ዋላ ንየማን ኢና ንኸፍቶ ሶ እዚ ንውሽጢ ዝኽፈት ኮይኑ ነዚ ሒዝና እቲ ስዊንግ ናትና ድማ ንየማን ክኽፈት ከሎ ራይት ዶር ይበሃል። እቲ ናትና ስዊንግ ንፀጋም እንድሕር ኮይኑ ብፀጋማይ ሒዝና ክንከፍቶ ከለና ንፀጋማይ ዝኽፈት እንድሕር ኮይኑ ድማ ሌፍት ሂንጅ ይበሃል ማለት እዩ። ሶ ራይት ሂንጅ ሌፍት ሂንጅ እንድሕር ንደገ ዝኽፈት ኮይኑ ድማ ልክዕ ከምዝንሪኦ ዘለና ምስ ተገምጠለ ማለት እዩ። እዚ ከዓ ንደገ ክንስሕቦ ከለና ድማ ንየማን ዲና ንስሕቦ ዘለና ንፀጋም ሶ እቲ ራይት ራይት እዩ ዘሎ እቲ ሌፍት ሂንጅ ሀ ሌፍት እዩ ዘሎ ማለት ሶ ራይት ሂንጅ ክንብል ከለና ሕጂ ተኸፊቱ ንውሽጢ ክኽፈት ከሎ ማለት እዩ ንውሽጢ ክንከፍተ ከለና እቲ ማዕፆ ሌፍት ዲ ዝበሃል ራይት ማለት እዩ ኣብነት ንምርኣይ ኢንስታል ዝኾነ ኦልሬዲ እዚ ብውሽጢ ክንከፍቶ ከለና ብውሽጢ ኮይና ማለት እዩ ንፀጋም ይኽፈት ኦኬ ምክንያቱ ብውሽጢ ክንሪኦ ከለና እዚ ናይ ትሩሻር ኔራ ኢንስታሌሽን ፀጋማይ ሽነኽ ስለ ዘሎ ማለት እዩ ብውሽጢ እንድሕር ንፀጋም ዝኽፈት ኣልዩ ኮይኑ ብደገ ክንኣቱ ከለና ከዓ ሕጂ ክንሪኦ ዘለና እዚ ሕጂ እቲ ክንሪኦ ዘለና ብደገ ማለት እዩ ልክዕ ከምዚ ናይዚ ንሪኦ ዘለና ብደገ ክንከፍቶ ከለና እቲ መትሓዚ ኣበይ ኣሎ ኣብ ታሕቲ ንናበይ ይኽፈት ንየማናይ ሸነኽ ይኽፈት ማለት እዩ ዳስዋይ ዊኮል ንየማናይ ሸነኽ ስለ ዝኸይድ ራይት ሂንጅ ተባሂሉ ይፅዋዕ ማለት እዩ። ሶ ንኣፍልጦና ማዕፆ ክንቅይር ምስ ንደሊ ወይ ማዕፆ ክንገዝእ ምስ ንደሊ ካብቲ ሻርኔራ ወይ ከዓ እቲ ሂንጅ ዘለዎ ናበይ ከም ዝኽፈት ንየማን ድዩ ንፀጋም ካብቲ ሃንድል ንየማን ዲና ንኸፍቶ ንፀጋም ፈሊጥና ንገዝእ ማለት እዩ። ስፔሻል ኢንስታል ኣገባብሩ እዩ ዝምልከት እውን ቪድዮ ክሰርሓልኩም ኢንስታል ክገብሮ ከለዎ ንሎሚ እዚ ይኣክል ዘለኩም ሃናጺ ርእይቶ፣ ሓበሬታ፣ ኢንፎርሜሽን ምስ ትደልኻ ኣብ ናይ ቦታ ኮመንት ግደፉለይ።